ቅልውላው መንነት ቅልውላው መንነት ማለት እንታይ ማለት እዩ? ቅልውላው መንነት ማለት ሓደ ሰብ ኣብ ዘየተኣማምን ወይ ነውፂ ዝፈጥር ኩነተ እምሮ ክወድቕ ከሎ ዝፍጠር ሃዋሁ ማለት እዩ። ሓደ ሰብ ኣብ ዘየተኣማምን ወይ ነውፂ ዝፈጥር ኩነተ እምሮ ክወድቕ ከሎ ዝፍጠር ሃዋሁ ማለት እዩ። እዚ ከኣ ሓደ ሰብ ብመንነቱ ወይ እንታይነቱ ኣብ ስንኩፍ ወይ ከኣ ኣብ ዘይርጉእ ኩነታት ዘሎ ኮይኑ ክስምዖ እንከሎ ማለት እዩ። ቅልውላው ከም ቃል ርዱእ ስለ ዝኾነ መንነት ንበይኑ እንታይ ማለት እዩ? መንነት ከም ኣምር ብዝተፈላለየ መራኸቢ ብዙሃን ኣፉ ብድኸፈተ ብዝተፈላለየ መግለፂታት ክዝረብ ፀኒሑ እዩ። መንነት ካብ ሓደ ኣምር ወፂኡ ክሳብ መዋግኢ መሳርያ ኮይኑ ንሓደ ምቹእነት ክፈጥር ንሓደ ከዓ ስክፍታ ክፈጥር ክሳብ ዝኽእለሉ ርሕቀት ክኸይድ ተገይሩሉ እዩ ስለምንታይ እዩ ከምኡ ተገይሩ መን እዩ ንከምኡ ዝሰርሕ ኣብኡ እንከይኣተና መንነት ግን ከም ኣምር እንታይ ማለት ክቡር መንነት ወይ ከዓ ሕሱር መንነት ብሉፅ መንነት ወይ ከዓ ጎደሎ መንነት ዝበሃል ከዓ ኣሎ ድዩ ኣብዚ ክንርዳእ እንድሕር ኮይና መንነት ብሕፅር ዝበለ መን ናይ ምዃን ኩነት ወይ ከዓ እንታይነት እዩ። ንኣብነት ንሓደ ሰብ መን እዩ ሽምካ እንተኢልካዮ ሽሙን ሽም ኣቦ ምናልባት ከዓ ሽም ኣቦ ሓጎኡ ክነግረካ ክእል ካብኡ ሓሊፉ ብዛዕባ ዓዱ ዓውዱ ብሄሩ ዘዛርብ የብሉ ከምኡ ውን ንሓደ ሰብ ቋንቁኡ እንድሕር ሓቲትካዮ ቋንቁኡ እንታይ ምዃኑ ክነግረካ ይኽእል እዩ። ምናልባት ግን ዝኽእሎም ቋንቋታት እውን ምስኡ ኣልግባብ ቢሉ ክነግረካ ይኽእል እዩ። ካብኡ ሓሊፉ ግን ብዛዕባ ዜግነቱ ብዛዕባ ዓዱ ታሪኹ ድሕረ ባይትኡ ደዛርብ የብሉ ስለዚ ሓንቲ ሕቶ ናታ ዝኾነት መልስን ምስኣ ዝተሓሓዝ መልስን ክህልዋ ክእል መንነት እምበኣር መን ኢኻ ናይ ዝብል ሕቶ ጥርኑፍ መልሲ እዩ። መን ኢኻ ሽምካ? መን እዩ እንታይነትካ? መን እዩ ባህልኻ? መን ኢኻ ኣብ ተመኩሮኻ? መን ኢኻ ኣብ ድሕረ ባይታኻ? መን ኢኻ ኣብ ባህልኻ? ኣብ ልምድኻ? ኣብ እምነትካ? ኮታስ ኣብቲ ንዓኻ ሰብ ርእይ ኣቢሉ ብዛዕባኻ ክፈልጦ ዘይክእል ንኣብነት ዝኾነ ሰብ ርእይ ኣቢሉ ሰብ ምዃንካ ክፈልጥ ይኽእል እዩ። ቀይሕ ዲኻ ጸሊም፣ ነዊሕ ዲኻ ሓጺር፣ ረጒድ ዲኻ ረቂቕ ብቕልል ዝበለ ክፈልጥ ይኽእል እዩ። ካብኡ ሓሊፉ ብዛዕባኻ ክፈልጦ ዝኽእል ብዛዕባኻ ክሓቶ ዝኽእል ነገር ግን ተደሚሩ መንነት እዩ።

ብኡ መንገዲ ጌርካ ከኣ ንሓደ ሰብ ምቹእነት ንሓደ ሰብ ከኣ ስክፍታ ክትፈጥር ምፍታን ኣገዳስነቱ ኣይረኣየንን እዩ። ስለዚ መንነት ድምር ናይ ብዙሓት ነገራት እዩ። ሓደ ሰብ ክሳብ ውልቃዊ ኣተሓሳስብኡን ምስ ሕብረተሰቡ ኮነ ምስ መጻምዱ ዘለዎ ዝምድና ከይተረፈ ኣብ መንነት ዝጥቕለል እዩ ምክንያቱ ንሓደ ሰብ መንነቱ ክበሃል ከሎ ጥርኑፍ እንታይነቱ ማለት እዩ መን ናይ ምዃን ኩነትን ማለት እዩ ስለዚ መንነት ብከምዚ ዓይነት መረዳእታ እንድሕር ሒዝናዮ መንነት ክሕፍር ወይ ከኹርዕ ይኽእል እዩ መንነት ከም ኣምር መንነት ከም መንነት ክሕፍር ወይ ከዓ ከኹርዕ ኣይክእል ሓደ ሰብ ግን ብመንነቱ ክሓፍር ወይ ከዓ ክኾርዕ ይኽእል መንነት ከም መንነት ከሕፍር ወይ ከኣ ከኹርዕ ኣይክእልን እዩ። ሰብ ግን መንነት ብመንነቱ ክሓፍር ወይ ክኾርዕ ይኽእል። እዚ እንታይ ማለት እዩ? ሰብ ዝሓፍርን ዝኾርዕን ንመንነቱ ዘለዎ ርድኢት ግብረ መልስን ወይ ከዓ ስነ ኣእምራዊ ኣመለኻኽታን እዩ ዘሕፍሮን ዘኽርዖን። ካብኡ ሓሊፉ መንነት ንሱ ዘይፈጠሮ ድምር ናይ ኩሉ እንታይነቱ ከሕፍሮን ከኹርዖን ኣይግብኦን። መዓስ ደኣ እዩ ሰብ ብመንነቱ ዝኾርዕ ወይ ከዓ መዓስ እዩ ብመንነቱ ዝሓፍር እንድሕር ኢልና ኣብ ዝኾነ መንነት ከምቲ ኩሉ ብዙሕ ፅቡቕ ብዙሕ እውን ጌጋታት ክህሉ ይኽእል እዩ ሰኣን ንቕሓት ክኸውን ይኽእል እዩ ሰኣን ትምህርቲ ክኸውን ይኽእል እዩ ዝተፈላለየ ምክንያት ክመፅእ ይኽእል እዩ ንኣብነት ሓደ ሰብ ኣብቲ ሕብረተሰቡ ወይ ከኣ ኣብቲ ናቱ ልምዲ ባህልን ደስ ዘይብል ወይ ከኣ ምስ ግዜ ቅቡል ዘይከውን ነገራት ክፈጥር ይኽእል እዩ። ከም ኣብነት ክንወስድ ምኽንሻብ ደቂ ኣንስትዮ ኣብ ልምዲ ናትካ ወይ ከኣ ኣብ ባህልኻ ኣይጸንሕ። ነዚ ከም ዘሕፍር ወሲድካ በዚ ባህሊ እዚ ክትሓፍር እንከለኻ እዚ ባህሊ እዚ ኸኣ ኣካል መንነትካ ስለ ዝኾነ ብመንነትካ ናይ ምሕፋር ተኽእሎኻ ዓቢ ይኸውን ማለት እዩ። ኣብ ክንድኡ ነዚ ጌጋ እዩ ወሲድካ ንዕኡ ዘእርም ስጉምታት ወሲድካ ኣሪምካዮ ንቕድሚት ክትከይድ እንከለኻ ብመንነትካ ክትኮርዕ ትኽእል እያ። ስለዚ ኣብ መንነትካ ዘይትቕበሎ ወይ ከዓ ዘየሕጉሰካ ነገር ከሕፍረካ ክትገብሮ እንከለኻ ብመንነትካ ትሓፍር ማለት እዩ። እቲ መንነት ኣይኮነን ዘሕፍር ሓደ መንነት ኣብቲ ግዚኡ ኣብቲ ደረጃ ንቕሓቱ ብባህሊ ድዩ ብእምነት ድዩ ተሞርኪሱ ዝጓዓዞ ዘሕፍር ወይ ከኣ ዘኹርዕ ኣይገብሮን። ነዚ ነገር እዚ ንስኻ ዘለካ ኣመለኻኽታ ግን ከሕፍረካን ከኹርዓካን ይኽእል። ስለዚ መንነት ዘይኮነ ነቲ መንነት ዘለካ ኣረዳድኣን ርድኢትን ከሕፍረካን ከኹርዓካን ይኽእል'ዩ። ኣብ መንነትካ ዘሎ ጎደሎታት እንዳመላእኻ፣ ከመይ ጌርካ እንዳጸበቐን እንዳሓሸን ዝኸይድ ክትሰርሕ እንከለኻ ብመንነትካ ክትኮርዕ ትኽእል ኢኻ። ብኣንጻሩ ናትካ ገዲፍካ ብዛዕባ ናይ ካልኦት መንነት፣ ኣብ ካልኦት ዘሎ ክፉእ ወይ ከኣ ጌጋ ነገራት ረሲዕካ ብዛዕባ እቲ ኣብ ካልኦት ዘሎ ጽቡቕ ጥራሕ ትሰክር ድሕር ኮንካ፣ መንነትካ ገዲፍካ ብዛዕባ መንነት ካልኦት ፍቕሪ ክሕዘካ ክእል እዩ ብመነትካ ከዓ ትሓፍር ማለት እዩ ስለዚ እቲ ዝሓፍርን ዝኾርዕን እቲ ንመንነቱ ዝቕበልን ዝነፅግን ወይ ከዓ ብመንነቱ ዝዓግብን ዘይዓግብን ዳኣ እምበር መንነት ኣምር እዩ ንባዕሉ ዘኹርዕ ወይ ከዓ ዝሓፍር ክኸውን ኣይክእልን መንነት ከም ኣምር ከምዚ ጌርና ድሕር ሒዝናዮ ቅልውላው መንነት ዝበሃል እንታይ ቅልውላው መንነት ከም ኣምር ኣብ መፋርቕ ዒስራ ክፍለ ዘመን እዩ ብሓደ ሳይኮሎጂስት ኤሪክ ኤሪክሰን ዝበሃል ተረኪቡ ወይ ከዓ ኣፍልጦ ተዋሂብሉ ክዝረበሉ ጀሚሩ ማለት እዩ ቅድሚኡ ኣይነበረን ክንብል ኣይንኽእል ኢና ግን ፅሑፋት ክሳብ ዝብልዎ ኣብ መፋርቕ ዒስራ ክፍለ ዘመን ቅልውላው መንነት ክዝረበሉ ጀሚሩ ማለት እዩ ኤሪክ ኤሪክሰን ከም መጀመርያ ብዛዕባ ቅልውላው መንነት ዝረኸበ ሳይኮሎጂስት ብዙሕ ብዛዕባ ብዛዕባኡ ፅሒፉ ኣሎ ገለ ካብኡ ቅልውላው መንነት ኣብ ናይ ግርዝውና ወይ ከዓ ናይ ኣዶለሰንስ ካብ ዓሰርተ ክሳብ ዓሰርተ ትሽዓተ ዕድመ ኣብ ዘሎ እዋን እዩ ጎሊሕ እዩ ክረአ ዝጅምር እዩ ዝብሎ ነዚ ምስ ካልእ ስነ ፍልጠታዊ ሓቂ ከነረኣዮ እንድሕር ኮይና ዝኾነ ሰብ ካብ ዓሰርተ ክልተ ዕድመ ናይ ምግንዛብን ናይ ምስልሳልን ሓይሉ ብንቕሓት ዝጅምረሉ ሰዓት ምዃኑ ሰብ ቅልውላው መንነት ዝጅምረሉ ነገራት ከመዛዝን ከሰላስልን ብገዛእ ነብሱ ከወርድን ከደይብን ምስ ጀመረ ይኸውን ኣሎ ማለት እዩ ሓንቲ ኤሪክ ኤሪክሰን ዝተዛረባ ወይ ከዓ ዝበለ ዓባይ ነገር እንድሕር ሃልያ ግን ከምቲ ንዓና ኩላትና ዝመስለና ወይ ከምዚ ሕጂ ንመንነት ከም መሳርያ ዝጥቀምሉ ዘለዉ ሰባት ዝዝንግዕዋ ነገር እንድሕር ሃልያ መንነት ግኡዝ ወይ ከዓ ቀዋሚ ዘይምዃኑ እዩ ስታቲክ ኣይኮነን እዩ ዝብሎ መንነት ስታቲክ ወይ ከዓ ግኡዝ ኣይኮነን ኣብ ሓደ ሓደ እዋን ኣብ ሓደ ግዜ ዝነበረ ልክዕ በቲ ዝነበሮ ዝኸይድ ኣይኮነ ከምዚ ኣብነት ተቐዲምና ዘምፀናዮ ምክንሻብ ደቂ ኣንስትዮ ጌጋ ልምዲ ጌርካ ብስነ ፍልጠት ኹን በቲ ዘሎ ህሉ ንቕሓት እንድሕር ረኺብካዮ ክትቅይሮም ብዝሓሸ መንገዲ ክትቅይሮ ምኽኣል ማለት እዩ ኣብ ክንዲኡ እንታይ ድብል ፍሉይድ ወይ ከዓኒ ተቐያያሪ እዩ ምስ ግዜ ንዕኡ ብዝሓይሽ መንገዲ ክመዓራረ ዝኽእል እዩ እዩ ዝብሎ ንመንነት ማለት እዩ ስለዚ እዚ ዓይነት ነገራት እዚ ከዓ ቅልውላ መንነት ኣብ ምፍጣር ዓብዪ ርድኢት ኣለዎ ማለት እዩ ንኣብነት ሓደ ነገር ክቕየር ምርኣይካ እቲ ናትካ ባህሊ ድዩ ልምዲ ድዩ እምነት ድዩ ወይ ከዓ ብድምሩ ብጥቕልሉ ኣብቲ መንነተይ ትብሎ ክቕየር ምርኣይካ ክትቃወም እንከለኻ እንታይ ይገብር ማለት እዩ ካብቲ መንነትካ ትርሕቕ ዘለኻ ወይ ከዓ ትወፅእ ዘለኻ ገይሩ ክስምዓካ ክንደይ ካብ ሕብረተሰብ እዩ ንምኽንሻብ ደቂ ኣንስትዮ ምቕባል ኣብዩ ብሕቡእ ከተግብሮ ዝፍትን ምክንያቱ እቲ መንነተይ ዝብሎ እቲ ልምደይ ወይ ባህለይ ዝብሎ ዘሎ ነገራት ብቐሊል ክገድፎ ኣይክእልን ድኢት የድሊ ንቕሓት የድሊ ካልኣይ ከዓ ሓደ ግኡዛዊ ነገር ዘይኮነስ ምስ ግዜ ምስ ንቕሓትን እናተቐየረ እናተመሓየሸን ክመፅእ ዘለዎ ምዃኑ ክፈልጥ ይግብኦ ማለት እዩ ቅልውላው መንነት ክፈጥሩ ዝኽእሉ ነገራት ብዙሓት እኳ እንተኾኑ ግን ካብቶም ብቐንዲ ጎሊሖም ዝረኣዩ ከባቢያዊ ፅልዋ ዝጎንፉና ዝተፈላለዩ ተጓንፎን እዮም እዚ ከዓ መብዛሕትኡ ፀርፊ ምንእኣስ ወይ ከዓ ጌጋ ኣመላኻኽታ ንሓደ ሰብ ናይ ቅልውላው መንነት ከስርፀሉ ይኽእል እዩ ማለት እዩ ምናልባት ፀርፊ ቃል እዩ ቃል ካብ ምዃን ሓሊፉ ግን ዝፈጥሮ ስምዒታት ኣሎ ቃል ቃል ብድብል ቃል እንድሕር መጺስ ዝፈጥሮ ስምዒታት ኣሎ ኣብዚ ገለ ኣብነታት ክንርኢ ኢና ንኣብነት ቃላት ከም ቃላት ዝመሓላለፉን ቃላት መርዛማት ኮይኖም ዝመሓላለፉን መዓስ እዮም ንኣብነት ንሓደ ሰብ ካብ ዝተፈላለየ ዓሌት ወይ ካብ ዝተፈላለየ ሃይማኖት ወይ ካብ ዝተፈላለየ ዓዲ ወይ እውን ብስርዓት ሓዳር ስለ ዘይተወልደ ኣብ ዝሓርቀሉ እዋን ኣብ መብዛሕትኡ እዋን ወዲ ወዶም ይኹን ወዲ ጓሎም ይኹን ብከምዚ ዓይነት ኩነታት ምስ ዝህሉ ሕርቃን ናይ ዘስዓቦ ድቓላ ናይ ምባል ልምዲ ኣሎ ሕጂ እታ ድቓላ ትብል ቃል ኣይኮነት እንታ ፀላ እንታይ ደኣ ከምዚ ክንብሎ ፀንሕና እታ ቃል ከም ቃል ዘይኮነት ትሓልፍ ደላ ካልእ መርዚ ኣለዋ ማለት እዩ ሕጂ መዓስ እያ ሓንቲ ቃል መርዛም ትኸውን መዓስ እያ ሓንቲ ቃል ቃል ኮይና ትመሓላለፍ ክንርኢ ንድሕር ኮይና መበገስን መዕለብን ናይታ ቃል ይወሰን መበገሲ ክንብል ከለና ስነ ኣእምሮ ናይቲ ሰብ ናይቲ ዝብል ዘሎ ኣካል ስነ ኣእምሮ ወይ ከዓኒ ኣተሓሳስባ ካበየናይ ዓይነት ኣተሓሳስባ ወይ ከዓ ስነ ኣእምራዊ ኩነታት እዩ ነታ ቃል ዘውፅኣ ዘሎ ካልኣይ ከዓ እንታይ ዓይነት ስምዒት ክትፈጥር ኣብቲ ሰማዒ ወይ ከዓ ኣብቲ ዝበሃል ዘሎ ኣካል እንታይ ዓይነት ስምዒት ክትፈጥር ተባሂሉ እዩ ዝወፅ ዘሎ ንሓንቲ ቃል መርዛምን ወይ ከዓ ተራቓልን ይገብራ ንኣብነት ደቓላ ካብዚ ኣብነት ውፅእ ኢልና ድሕር ክንሪያ ኮይና ናይ ሆላንድ ከብቲ ንዘለዎን ናይ ፀባን ስጋን ውፅኢት ፀባን ስጋን ንዘለወን ብልጫታት ሪኢኻ ናብ ዓድኻ ብምምፃእ ምስተን ናይ ዓድኻ ከብቲ ክተዳቕለን ኣዳቒልካ ከዓ ዝሓሸ ውፅኢት ክህብ ዝኽእል ናይ እንስሳዊ ሓይሊ ክትፈጥር እንድሕር ደሊኻ ኣዳቒልናዮ ኢኻ ትብል ወይ ከዓ ኣፋሪኻዮ ኢኻ ትብል ኣብዚ ሕጂ ዝኾነ መርዝያዊ ነገር የለን ሕጂ እቲ ምድቓል ካብ ክልተ ዝተፈላለዩ ድዮም ካብ ክልተ ነገራት መፅኡ ንምባል ኢኻ ትዛረቦ ዘለኻ ኣብቲ ፀርፊ ክጥቀመሉ ከሎ ሓደ ሰብ ግን ስምዒታት ንምትንካፍ ብዛዕባ እቲ ዝብሎ ዘሎ ቃል ዘለዎ ኣመላኻኽታን ነቲ ዝብሎ ዘሎ ከዓ ኣሉታዊ ስምዒታት ንምፍጣር ስለ ዝመፅእ ነቲ ሰብ ሕቶታት የምጽኣሉ። ሽዑ መንየ ናብ ዝብል ኣርእስቲ ይመጽእ ወይ ከዓ ነቲ መን ምዃኑ ካብ ምቕባል ይርሕቕ። እንተኾነ ግን እዞም ንብሎም ዘለና ካብ ተፈላለየ ሃይማኖት ድዩ ካብ ተፈላለየ ዓዲ ካብ ተፈላለየ ወይ እውን ካብ ዝኾነ ምክንያት ስለ ዝተወለደ ካብ ካልእ ሰብ ዘፍሊ ማለት ብኣሉታ ዘርኢ ነገር የብሉ እቲ ኣሉታ ዝገብሮ ዘሎ ኣመላኻኽታ ርድኢትን ዕላማ ናይቲ ባህልን ጥራይ ካልእ ምንኣኣስ ጌጋ ኣመላኻኽታ እውን ልክዕ ከምኡ ዓይነት ስምዒታት ክፈጥሩ ንሓደ ሰብ ከዓ ኣብ ዘየድሊ ናይ ቅልውላው መንነት ከምፅኡ ይኽእሉ እዮም ምናልባት ቅልውላው መንነት ኣብ ትውልዲ ፀቂጥና ንዘረበሉ ስለ ዘለና ደኣ እምበር ኣብ ዝኾነ ነገራት ቅልውላው መንነት ከጓነፍ ይኽእል ካብዚ ወፃኢ ማለት እዩ ንኣብነት መንነት ምስዚኦም ጥራሕ ዘይተሓሓዝ ከም ምዃኑ ክንሪኦ ሓደ ሰብ እንግሊዛዊ ኸውን ኣሜሪካዊ ኸውን ብዛዕባ ዓዲ ዓውዲ ባህሊ እምነት ልምዲ ታሪክ ኮታስ ብዛዕባ ዝኾነ ኹን ነገር ተገዳስነት ዘይብሉ ሰብ ተማሂሩ ሰሪሑ ዓለም ክቕይር ንሎምን ንፅባሕን ጥራሕ ዝርኢ ሰብ ክኸውን ይኽእል እዚ ሰብ እዚ ግን መንነት የብሉን ክንብል ኣይንኽእልን መንነት ናይ ሰብኣውነት መንነት ኣሎ መንነት ናይ ማሕበራዊ ኩነታት መንነት ኣሎ መንነት ኣሎ እንታይነት መንነት ኣሎ ምስ ሰብ ዘለዎ ናይ ምቅርራብ ዝምድንኡ ኣብ እምነቱ ኮታስ ዝኾነ ኹን ሰብ መንነት ኣለዎ ናይ መንነት ቅልውላው ከዓ ከጓንፎ ይኽእል እዩ ስለዚ ሓደ ሰብ ደኣ እሞ ስለዚ መንነት ከም መዋግኢ መጻልእን ደይኮነስ ከም ሓደ ኣምር ተረዲእና ሓደ ካብ ሓደ ከም ደይበልፅ ሓደ ካብ ሓደ ከም ዘይንእስ ጌርና ክንርድኦ ፅቡቕ እዚ ማለት ግን ንመንነቱ ዝቕበልን ዝኾርዕን ደኣ እምበር ንመንነቱ ምስ ካልእ መንነት ብምንፅፃር ክዕቢ ዝደሊ እንድሕር ኮይኑ ኩሉ ግዜ ኣብ ርእሰ ምትሓት ኣሎ ማለት እዩ እዚ ንባዕሉ ነቲ ናቱ መንነት ኣይ ኣይዓግበሉን ኣሎ ማለት እዩ ንኣብነት ንሓደ ኤርትራዊ ፖለቲካዊ ወይ ማሕበራዊ ወይ ቁጠባዊ ፀገም ስለ ዘለዎ ብመንነቱ ክኮራዕ ከም ዘይብሉ ጌርካ ምዝራብ እንታይ ማለት እዩ ብመንነቱ ዝኾርዕን ብመንነቱ ዝሓፍርን ናይቲ ሰብ ናይቲ ሰብ ዕዮ ገዛይ ብዛዕባ መንነቱ ዘለዎ ኣመለኻኽታ እዩ ንሓደ ሰብ ዝኹርዖን ዘሕፍሮ ስለዚ ንባዕልኻ ዘለካ ኣመለኻኽታ እቲ ወሳኒ ማለት እዩ ስለዚ ሓደ ሰብ ኣብ ካብ ቅልውላው መንነት ከናግፎ ዝኽእል ነጥብታት እንታይ ኣሎ? ዘለካ ነውፂ ኣህዲኡ ዝተረጋገ ሃዋሁ ናብ ዝወስድ መንገዲ እምበር መወዳእታ ዓለም ዘይምዃኑ ምርዳእ። መጀመርያ ዝኾነ ሕቶታት ክህልወካ እንከሎ ብዛዕባ ገዛእ ነብስኻ ምስ ርእሰ ምትሓት ምስ ካልኦት ብምዝማድ ደይኮንካ መልሲ ክትረኽበሉ ዘለካ ነቲ መልሲ ነቲ ዘድልየካ ዘሎ መልሲ ብህድኣትን ብርጉእ መንፈስን ክትረኽቦ ምድላይ ማለት እዩ ምክንያቱ ኩሉ ግዜ ቅልውላው መንነት ብካልእ ኣዘራርባ ሕቶታት ማለት እዩ ክትምልሶም ዘለካ ሕቶታት ኣብ ርእስኻ ክመፁ ከለዉ ስለ ዝኾነ ካልእ ሕቶታት እዮም ክሳብ ዝበልናዮም ንኩሉ ሕቶ ኣብ ሓደ እዋን ክትምልሶ ዘይምፍታን እዚ ንባዕሉ ነውፂ ብምፍጣር ናብ ዘይውዳእ ሓሸውየ ስለ ዝወስደካ ማለት እዩ ኣብ መወዳእታ ከዓ ሓደሽቲ ልምድታትን ሓደሽቲ ኣረኣያትን ወይ ከዓ ፖይንት ኦፍ ቪውን ከተማዕብል ምፍታን ማለት እዩ ነቲ ሓደ ነቲ ንዓኻ ሕቶታት ዝፈጥረልካ ዘሎ ነገርሲ ካበየናይ ኩርናዕ ኢኻ ትሪኦ ዘለኻ ካበየናይ ኩርናዕኻ ክትሪኦ ይግባኣካ ንኣብነት ሓደ ሰብ ብባህሊ መልክዕ እንድሕር ንሓደ ነገር ከናእሶ ወይ ከዓ ከተሓሕቶ ይደሊ ኣሎ ነቲ ነገር ንስኻ ብእምነት መልክዕ እንተረእኻዮ ወይ ብሰብኣዊ መልክዕ እንተረእኻዮ ወይ ብሕልናዊ መልክዕ እንተረእኻዮ ዝሓሸ መልሲ ክትረኽበሉ ይከኣል እዩ ማለት እዩ ስለዚ ኣብ መወዳእታ ንምጥቕላል መንነት መታኾሲ ወይ መዋግኢ ኣምር ኣይኮነን መንነት መንነትካ ኣልዒልካ ንካልእ መንነት ተናእሰሉ ወይ ከዓ መንነትካ ብመንፅር ካልኦት መንነት እትሪእሉ ኣይኮነ መንነት መን ናይ ምዃን ኩነት እዩ ኣብ መንነትካ ጉድለታት ክህልዎ ክእሉ እዮም ክትእርሞም ዝግባእካ ክትእርሞም ዘይትኽእል እውን ኣሎ ምስ ግዜ ክትጓዓዝ ትግደደሉ። ልክዕ ከም ሓደ ሰብ ገለ ክፋል ኣካላቱ ድሕር ሓሚሙ ነታ ዝሓመመት ክፋል ኣካላቱ ክፍውስ ደኣ እምበር ንምሉእ ህይወቱ ወይ ከዓ ንምናይ ምንባር ዕድላቱ ኣይኮነን ዝጸልእን ዝፍንፍንን ምናልባት ግን ነታ ክትፍወስ ዝግባኣ ኣካላቱ ክትፍወስ ዘይትኽእል ክትከውን ንኣብነት ኩሊት እንድሕር ኮይኑ ኩሊት ክቕይረሉ ወይ ከዓ ነታ ተባላሸወት ኩሊት ከውፅእ ዝኽእል ኸውን ልቢ እንድሕር ኮይና ግን ምስታ ሕምምቲ ልቡ ህይወቱ ፈቲኑ ኣፍቂሩን እዩ ክኸይድ ዘለዎ እምበር ልቡ ስለ ዝሓመመ ህይወቱ ክጸልእ ሰብ ክኸውን ኣይክእልን እዩ ስለዚ ብመንነት ምክንያት ገይሮም ንሓደ ሰብ ወይ ንሕብረተሰብ ከናውፁ ኣብ ዘየድሊ ርድኢታት ኣይ ስነ ፍልጠታዊ ኣይ ታሪኻዊ መረዳእታ ብዝተፈላለየ መንገዲ ገይሮም ንሕብረተሰብ ካብቲ ቀንዲ ፀገሙ ካብቲ ቀንዲ ኩነታቱ ኣንፈት ብምጥምዛዝ ናብ ዘየድሊ ሓሸውየ ክሰዱና ካብ ዝኽእሉ ሰባት ክንጥንቀቕ ይላቦ። ስለ ምክትታልኩም የመስግን። ብሩኽ ምሸት።